ኣርስተይ ቪድዮ ምናልባት እቶም ዝረኣኹሞ እንታይ ደኣ ኮይኑ ትብሉ ከመይ ሓዲርኩም ብቐዳምነት ከምቲ ብሰላም ዘውዓለና ብሰላም ከሕድረና ዋይ ሰሉስ ቅዱስ ከምቲ ከምቲ ብሰላም ዘሕደረና ብሰላም ከውዕለና እንዳተመነኹ ነቲ ጽቡቕ ዝደሊ ጽቡቕ ሃቦ ነቲ ሕማቕ ዝገብር ከዓ ባዕልኻ ፍደዮ ትማሊ ክግበር ዘምሰየ ኣብዚ ቲክቶክ በዓል ዝሸላ ዝብልዎ ቆልዓ ነቲ እንታይ ኮይና እያ ማማ ጉዐይ ከምዚ ገራ ሸር ትብሎም ዘላ ኢልኩም ምናልባት ሓሳብ ክመፀኩም ስለ ዝኽእል ኣነ ይብሌ ኣብ ላይፍ ወፅየ እውን ሓሳበይ ስለ ዘይገለፅኩ ትማሊ ምስ ሓንቲ ጓል ኮንካ ክትገብሮ ዘምሰኻ ሸላ ዝብልኻ ወዲ ኣብ ሸላ ንበር እዝግኣብሄር ኣምላኽ ባዕሉ ይፍዴኻ ናኣሽቲ ኢኹም እዝግኣብሄር ኣምላኽ ጽብ ብሰላም ክተሕልፍዎ ተደሊኹም ህይወትኩም ካብ ርእሰይ ውረዱ ዓገብ ዝብል ሰብ የለን ትማሊ ምስ ሓንቲ ጓል ኣነ እታ ጓል ኣይፈልጣን እየ እንድዒ ሳያ ትፈልጠን እምበር ኣነ ይፈልጣን እየ ብዛዕባይ ክንደይ ተገብረ ዘይተገብረ ክትዛረብ ኣምስያ እሱ ኸዓ ግልብጥ ኢሉ ኸዓ ከምዛ እንታይ እሞ ብኸመይ እሞ ክገልፆ ሸር ተይሎሞ ግን ኣብዚኣ ሸር ክብለልኩም እዮም እሞ ሓያል የወርደልኩም ከም በዓል ንስኻ ከም በዓል ንሳ ከም በዓል ጎጆ ንዓኻትኩም ዝመስሉ ሲ እግዚኣብሔር ኣምላኽ በዓል ይፍደኹም ኣነ ዋላ ሓንቲ ክብለኩም ኣይክልን እየ ካልእ ኣነ ነዚ ሂበ የለኹ ነዚ መስቀላዊ ኦ ጌታይ መዓረይ ፍደዮም ባዕልኻ ያህ ኣነ ዋላ ሓንቲ ዋላ ሓንቲ ክብል ኣይክእልን እየ ዝብለ ኣነ ኣብ ሆላንድ መፅኣ ኣፍካ ክዓፅወካ ኣይኮንኩን እቶም ዝለኣኹኻ ንስኻን ግን ኢለካ ወ ንዓይዳ እውን ኣይትገብሩን ኢኹም ብከምዚ እቲ ቲክቶክ ስለ ዘየድልየኒ እየ ገዲፈዮ ላይፍ ወፂኻ ምዝራብ ኣብ ዩቲበይ ከዓኒ ኣብ ሳልስቲ ኣብ ሰሙን ክልተ ግዜ ተኣትዮ ይንኣኽለኒ እዩ ኣነ ነዛ ዘይትረብሕ ዓለም እዚኣ ጨናዊት ዓለም ክድቅስ ከለኹ ሲ ትወግሕ ድያ እንዳበልኩ ዝድቅስ ዓለም ጨቢጥኩም ዝሓዝኩማ ትመስሉ ትማሊ ሽመይ ክተጸልሙኒ ዘምሰኹም ግን ወ ጓል ኣንስተይቲ እንዲኺ ወ ደሓን ባዕሊ ፍዴኺ ኣነ ዋላ ሓንቲ ይብለክን ይኻልእ